ሰላም ሰላም ኩቡራትን ፍቱዋትን ናይ ቻናለይ ቤተሰብ ደቂ ዓበይትዋይ ሃመይ ኒኦኹምለይ ሎማዓንቲ ዘለናዮ ቦታ ከምቲ ትሪእዎ ኣለኹም ንመንወርያና ስራሕ ቦታ ልጠቅም ቦታ ኣብ ከተማ መቐለ ኮይኑ ፍሉይ ቦታ ሊያ ዓዳሓ እናተባሃለ ልፅዋዕ እያ ሒዘልኹም መፅእ ኣለኹ በተለይ ልሙቂነ ዘሎ ኣብ ከተማ መቐለ ኮይኑ ከምቲ ለኩም ኣለኹ ዓዳሓ ብጣዕሚ ቦታ ልሽወጥሉ እንድዕታ እዩ ኮይኑ ግን ማይ መብራህቲኡ ልተማልእ እዩ ሕጋዊ እዩ ዓዲ ሓተ ኢለ ከዓ ወዲያው ኣይትፀንሒ ኣብ ሰዓት ኳስ ኣይትፀንሒ ወዲያው ኢሉ ሸወጥና ልዕሊ ሎማዓንቲ መበሊ ራብዓይ ግዜ ሓምሻይ ግዜ እየ ዓዲ ሓለ ምፅ ኣለኹ ማለት እዩ ዳርጋ ሓሙሽተ ቦታታት ተሸይጡ እዩና ኣብ ኣድሓ ክልተ ሚእት ካሬ ሒዘልኩም መፅእ ኣለኹ ሎማዓንቲ እውን ማለት እዩ እዚ ክልተ ሚእት ካሬ ማይ መብራህቲ ዘለዎ ሕጋዊ ካርታ ዘለዎ ኣብ ልኸድኻ ከይድኻ ቀጥታ ላብ ስምካ ልዛወር ቦታ ብጣዕሚ ደስ ዝብል ቦታ እየ ሒዘልኩም መፅእ ኣለኹ እዛ ቦታ ኣበይ እያ ትውዕል ሰፈሩ እንታይ ይመስል መንደሩ እንታይ ይመስል እዚ ቪድዮ እስካብ መጨረሻ ረይዎ ቅድሚ ኩሉ ድማ ቻናለይ ሓደስቲ ዝኾንኩም ሼር ላይክ ሰብስክራይብ ምግባር ቤተሰብ ሁኑ ቤተሰብ ዝኾንኩም ድማ ላይክ ሸር ናጎርኩም ክትኣትዩ ብትሕትና ይሓትት ምክንያቱ ዋላ እስኻትም ኣይትግዘው ግን እታ ቦታ እዚኣ ልል ክትሽወጥ ብዙሕ ሰብ ስለልሃርፎ በተለይ ዓድሓ ዓድሓ ብዙሓት ኣሕዋትና ግዜአን እየን ኣብ ኣዲ ሓል መኖርኡ ብጣዕሚ እዩ ደስ ልብል ኣዲ ሓቃደም ኣዲ ሓና ላጭ ብጣዕሚ እዩ ልፍንፈን ነይሩ ሓመይ ገጠሩ እዩ ምናምን ይልባሃል ነይሩ ቅድም ኢልካ ማለት እዩ ሕዚ ግን ኣብ ኣዳሓ ብጣዕሚ ደስ ዝብል ቦታ እዩ ወፂኡ እኒኦና እዛ ቦታና እውን ክልተ ሚእቲ ካሪ ሸር ጎሩ እንድሕር ስኻትኩም ቃዕሚ ዘይብልኩም ለ ቃዕሚ ለ ያው ርካሽ እዩ ለለዎ ሰብ ብጣዕሚ እዩ ቆንጆ ለይብል ከዓ ያው ይቅር ክንድዚ ቅርሺ ሲ ልባዕላ እታ ዓሰርተ ቅርሺ እውን ፀገመልካ እያ የብልካ እዩ የብልካ እዩ በቃ ወረዲ ስለዚ እቲ ለለዎ ሰብ ግን እዚ ቃዓሚ እንድሕር ሒዙ ኮይኑ ብጣዕሚ ደስ ልብል እዩ ቀኒኻ እስካብ ሓሙሽተ እስካብ ሽዱሽተ ኣይርከብ ሕዚ ቦታ ብጣዕሚ ረኺሱ እኒኦና እዛ ክልተ ሚእቲ ካሬ ኣብ ምንታይ እያ ኣብ እያ ቦታ ኣብ እያ ልትዓልብ እንተልኹምኒ ገዲማ ናይ ላብ ቦታና ክንኸድ ኢና ከምቲ ትሪእዎ ኣለኹም እዚ ዋላ ኩሉ ኣድሓ እዩ እዚ ከም ትርእይዎ ኣለኹም ማለት እዩ። እዚ ኩሉ ዓዲ ሓዩ ኮይኑ ግን እታ ቦታ ንኣበይ እያ ትውዕል? ክልተ ሚእቲ ካሬ ኣብ ዓዲ ሓ ኮይኑ እዳ ኪዳነ ምህረት ትፈልጥዎ ዶ? ለይትፈልጥዎ ደሓን ችግር የብሉን ክነፋልጠኩም ኢና። እልትፈልጥዎ ድማ ብደንቢ ገርኹም እቲ ቦታታት ከመይ እዩ ብደንቢ ገርኹም ትፈልጥዎ ኢኹም ማለት እዩ። ኣብ ከተማ መቐለ ኮይኑ ፍሉይ ቦታ ዓዲ ሓ ኣብ እዳ ኪዳነ ምህረት ወይ ደሞ ጥቓ ትምህርቲ ቤት ኣብ ኣዲ ሓዊኑ ጥቃ ትምህርት ቤት እያ ዛቦታ ናልቲ ግን ናክልተ ሚእቲ ካሬ እያ ብጣዕሚ ደስ ዝብል እዩ እና ናክልተ ሽሒ ክልተይ ናክልተ ሽሒ ኣርባዕተ ክፍሊት እዩ ክልተ ሚእቲ ካሬ ማለት እዩ ሕጋዊ እዩ ማይ መብራህቲ እዩ ዝተማልአ ካርታ ኣለዎ ምንም ዕዳ ትበሃል የለይ ነፃ ቦታ ክልተ ሚእቲ ካሬ እያ ትሽወጥ ተባሂላ እኒኣ ማለት እዩ ሕዚ እዛ ክልተ ሚእቲ ካሬ ንመንበሪያኹም ተድልኹም ልስራሕ ቦታ እውን ብጣዕሚ እያ ቆንጆ እቲ ቦታና ካልመፅ እየ ልናገር ኣለኹና እቲ ቦታና ክመጽእ እዩ ሃመይ ዓይነት ምዃኑ ትርእዎ ኢኹም እዚ ቦታ እዚ ይኾነ እዚ ዋላ ዓዲ ሓይኹን ግን እታ ቦታ ክትመጽእ እያ ትርእዋ ኢኹም ኣብ መንጎ እታ እያ ትርከብ ብደንቢ ገረ ከርእየኩም እየ ሓቂ ንነገር ዓዲ ሓ ብጣዕሚ ደስ ዝብል ቦታ እዩ ብጣዕሚ ቆንጆ ቦታ እዩ ከምቲ ለኩም ለኹ እንደ ሰብ እዩ ልሃርፎ በተለይ በተለይ ልመንወርያ ተመራጺ እዩ እዮም ልብልዎ ኣብ ዓዲ ሓ ንመንወርያ ብጣዕሚ እዩ ተመራፂ ስለዚ ኣብ ዓዲ ሓ ብዙሓት ኣለዉ እዮም ድለይና ተተግንለኺ ብውሽጢ ጸሓፊ እናልውሉ እውን ኣለው እዮም ተቓዳዲሚ ኣነ ግን ያው ላውዚ እየ ሸር ልገብሮ ማለት እዩ ሃመይ ብዙሓት ኣሕዋትና ለ ኣለኹም ለኣየል ትፅበዩ ኣነ እውን እንድሕር ለይለቋቑ ኩሉ ኮይነ ዩቲበይ ብጣዕሚ መሳቀያ ይልዕለኒ ካልኣይ ነገር ለ ሳብስክራይብ እናጎደለ እዩ ልሓድር ኣለና ግድን ክለቀሉ እኒአኒ ሓደ ሰብ ዓድሓ ቦታ ክተምፅ ከለኸሲ ንገርና እንድሕር ለን ኮይኑ ድሕሪ ውሽጢ ልእኸሉ ኮይነስ ታይ ትርፈይ ታይ ከግኒ ልዛ ቪድዮ እዚኣ ክለምፅእ ብጣዕሚ እየ ብዙሕ ነገር እየ ፅዒረ ልዛ ቪድዮ እዚኣ ከምፅእ ማለት እዩ እንግዲህ ቦታና ርእይዎ መፅእና እኒኦ ከዛ ቦታና ክልተ ሚእት ካሬ እዚኣ ትርእይዋ ኣለኹም እዛ ገዛ ተሰሪሓኒያ እዛ እንትን ማለት እዩ እዛ ገዛ እዚኣ ተሰሪሓኒያ ፅንሑ ኣቀልቅሎ ቢል ከርእየና እዩ ላ ብዚኣ ደኣ ብዚኣ እዛ ገዛ እዚኣ ተሰሪሓኒያ ናያተን መኻፍልቲ እያ ርእይዋ እዚኣ ይኾነት ፅንሑ ብደንብ ጌር ከርእየና እዩ በዓል ገዛ እዚኣ ትርእይዋ ኣለኹም እዚኣ እዛ ሟዕፃ ላውዚኒያ ማለት እዩ ናያ መጋጥምቲ እያ ርእዋ እዛ ክልተ ረእዩ እዚ ማለት እዩ እዛ ክልተ ሚእቲ ካሬ ከ ኣብዚኣ እዛ ኮኹሒ እዚኣ ከም እትርእይዋ ኣለኹም ሳዕሪ እዩ ሸፊንዎ እምበይ ኣብዚ መንጎ እዚአን እያ እዛ ክልተ ሚእቲ ካሬ ተረድኹም ዶ ቦትኡ ረእዩ ረእዩ ናዚኣ መጋጥምቲ እያ ናዚኣ መጋጥምቲ ማለት እዩ ረእዩ ናዚኣ መጋጥምቲ እያ እዛ ክልተ ሚእቲ ካሬ ክትሽወጥ ተባሂላኛ በዓል ገዛ እስካብ ሰለስተ ነጥቢ ሓደ ይብለና ኣሎ። እስካብ ሰለስተ ነጥቢ ሓደ ድርድር ኣለዎ እዩ። ተደራዲርኹም ሸዋጥና ዓዳጊ ኮይንኹም ኣብ መንጎኹም ደላል ኮይኑ ክትደራደሩ ትኽእሉ ኢኹም። ቢያንስ ያው ዳርጋ ክልተ ነጥቢ ትሽዓንተ ገለ ክውኩም ክኽእል እዩ ምክንያቱ ሃምኡ ዝተሸጠት ብቓዲ መሸር ልወልክዋ ነይረማ ዳርጋ ሃሙ እያ ተሸይጣ ማለት እዩ ያው እስካብ ሰለስተ ነጥቢ ኢሉ ኣውዩ ነይሩ ብህንዲ ጉድ ግን እስካብ ክልተ ነጥቢ ትሽዓንተ ተሸይጣ ማለት እዩ ስለዚ ድርድር ኣለው እዩ እቲ ቦታ ዕዳ ምናምን ገለታት ልበሃል ይውሊ ካርታ ኣለው እዩ ነፃ ቦታ ዕዳ ከም ዘይብሉ ትፈልጡ ኣለኹምና ብዙሓት ኣሕዋት ስለ ዝተሓቱን ኢኹም ኣብ ከተማ መቐለሲ መብዛሕትኡ ዕዳ ለለዎ እዩ ዕዳ ለለዎ ኣብ ሰብዓ ካሪ ኣብ ሚእቲ ኣርባዓ ካሪ እሱ እኳስ ገዛ ስርሑ እዩ ኣሕዋተይ ገዛ ስርሑ ከዚ ናሊዝ መጀመርያ ናሊዝ ኢሉ ዶ ይወፅ ካብኡ ሌለ እዚ ሊዝ እማ ናይ ሊዝ ተባሂሉ ማላ ካልእ ይሽወጥ እቲ ናይ ሊዝ ኸዚ ዕዳ ኣለዎ እዩ ምክንያቱ ብብክልተ ወርሒ ይኹን ብሰለስተ ወርሒ ይኹን ኣብ ዓመት ይኹን ተሽዱሽተ ሽሕ ድየን ኾና እንተስ ዓሰርተ ሽሕ ድየን ኾና ትስዕ ዒስራ ሽሕ ድየን ይኖ ገዛ ስሩሕ የጠራጥር እዩ ግን በቃ ብደንብ ጌርካ ክተፃረ ኣለካ እምበር ነፃ ቦታ ዕዳ ልበሃል የብሉ ኣብዚ ኩሉ ነገር ንነግረኩም ማለት እዩና እዛ ቦታና ከምቲ ትርእይዋ ኣለኹም መጋጥምቲ እዚኣ እያ ከምቲ ትርእይዋ ኣለኹም እዛ ቦታና እዚኣ ብጣዕሚ ቆንጆ ቦታ ስራሕ ኣለና እዛ ክልተ ሚእቲ ካሪ እስካብ ሰለስተ ነጥቢ ሓደ ኢሎምና እኒው በዓል ገዛ ልዙይ ቃዕሚ ዘግንኹም ኣሕዋተይ እስካብ ሰለስተ ነጥቢ ልሓዝኹም ድርድር ኣለው ኢሎም እኒው ተደራድርኩም ለ ተውድቕዎ ትኽእሉ ኢኹም ንእሽተን ትጎድልልኹም ክኽእል እዩ ብቻ ግን ቁፅሪ ስልክ ክሓድገልኹም እየ ኣብ ታሕቲ ደውልኹም ብደንብ ገርኹም ላብ ደላለ ክትሓቱ ትኽእሉ ኢኹም ደላል ድማ ምስ በዓል ገዛ ከድሓሕዘኩም እዩ ያው ትፈልጡ ኢኹም ኩሉ ግዜና ደላል ለይብሉ ገዛ ኣይግዛእ እዩ ዋላ ንእሽተን ይኹን ዋላ ብክልተ ሚእቲ ብሰለስተ ሚእቲ ይኹን ዋላ ኣብ ከተማ መቐለ ይኹን ዋላ ኣብ ኣዲስ ኣበባ ይኹን ብዘይገድስ ብብንዓሉ ከባቢኡ ደላሊ ዘይብሉ የለይ። ደላል ከዓ ቀጥታ ናብ መዘጋጃ ቤት ይኸድ ባዕልኹም ብደንብ ገርኹም ስምኹም ተህዝሩ ማለት እዩ። ስለዚ ኣብ ደላል ዘይብሉ ቦታ ኣይሽወጥ እዩ ኩሉ ግዜ እዚ ካብ ጥንቲ ዝመፀ እዩ። ከዚ ኮነ የተጀመረ ማለት እዩ ምክንያቱ ደላልስ እንታይ እዩ ኣብ ችግር ሓደ ደላል እዩ ዝኾነካ ምክንያቱ እዛ ቦታ እዚኣሲ ተሸጠት ድያ ብዙሕ ነገር ስለለለ ማለት እዩ ደላል ምሮፅ ንበሃል እኮ ልዚ እዩ ኣሕዋተይ ሕዚ እዚ ደላል እዚ ሕጋዊ እዩ ማለት ኩሉ ፈለጦ እዩ ካልኣይ ነገር ደሞ ካብ ውሽጢ ውሽጢ ኮነ ዝሰርሕ ብደንቢ ገይሩ ኣናፂሩ ብደንቢ ገይሩ ሓቲቱ ከመይ እዩ እንታይ እዩ መቸም ደለልቲ ብደንቢ ገይሮም እዮም ዝፈልጥዎ ቦታ ስለዚ ደላል ከዓ ክተብለለካ ከዚ ኣሕና ኣፍና ኣይከኣል ደላሊ መስትሉ ቅርሺ እምበይ ደላሊ ዶ ጥዑይና ኢና ንብል ውሎ ክንደይ ደለልቲ ከዓ ኣለዉ ድሕሪ ውሽጢ ውሽጢ ዝሰርሑ ኮይኖም እዚኦም ሌዋው እዮም እቶም ቢሮ ለለዎም ሕጋዊ ጥራሕ ዝሸጡ ተኮይኖም ከዓ በቃ ኖርማል ልስራሕ ልደሉ እዩ ልማል ደሊ እየና ተደላሊ እዚ ከዓ ካብቶም ዓሰርተ ካብቶም ዒስራ ልኾኑ ደለልቲ ዝደላሊ እዚ ጥዑ እዩ ልማል ደሊ እየ ኣሕዋተይ ኣነ ሕማቕ ነገር ኣየምፀልኹም እና ልክ ሽወጥ ድኻ ንቢልካ ትናገር ለኸይ ኣነ ል ክሽወጥ የኾነይ እዚ ቦታ ምክንያቱ ዓዳጊ ለይመፀኣ ይቀሪ ተረዲእኹምኒ ኣነ ዝስርሐይ ለይኾንኹ ሕማቅ ነገር ልናገረኩም ማለት ኣገደ ቢልኻ ጥዑይ ኣነጋገራ ተተናገርካለ ልብዓልኻ ልልቃፀልታ እየ ክሰርሕ ኢልካ ልትሓስቦ ነገር እዩ ስለዚ እዛ ቦታ እዚኣ እስካብ ሰለስተ ነጥቢ ሓደ ይብለና ኣሎ በዓል ገዛ ብደንቢ ገይርኹም ሓቲትኩም ብደንቢ ገይርኹም ርኢኹም እዛ ቦታ እዚኣ በተለይ ኣብ መቀለ ቤተሰኩም ለለኩም ኣርኤና ኢልኩም ብደንቢ ገይርኩም ክትዕድውዋ ትኽእሉ ኢኹም ያው ከምቲ ኣለኩም ለኹ መጣቕብቲ እዚኣ እያ እዚኣ እያ ማለት እዩ ርእዋ ምዚኣ እያ ትስራሕ ክልተ ሚእት ካርያ ያው ጉፍሓትለ ብጣዕሚ እዩ ቁንጅና ናይ ሎማዓንቲ ኣብ ዓዳሓ ሃመል በለ ቦታ ሒዘልኩም መፅ ኣለኹ ኣብ ደልኩም ቦታ ለ ክጥይቐልኩም ክኸል እያ ናይ ሎማዓንቲ ውዕለይ እዚኣ ትመስል ነይራ ኾቲኹምዋ ትኾንኩም ለ ላይክ ሸር እናጎርኩም እሰ ሖቲ ማዕረይ ስለዚ እዚኣ ክፍለይኩም እያ ባይ ባይ